ኣብዚ ወተሃደራዊ ኩነታት ዘለዎ ወተሃደራዊ እንታይ ሽምኡ ነገራቱ ነቲ ፊልም ክትሰርሖ ኮለኻ ከቢድ ሓደጋ እዩ ምክንያቱ ፈንጂ ተባሂሉ እዚ ዘይበሃል ቲኤንቲ ዘለዎ ይትከል እዩ ብለይትን ብቀትርን ለይትን መዓልትን እዩ ትውግእ እቲ ህይወት ናይቲ ገድሊ ንሪም ትበሃል ገና ዘይተዘርግሐት ዘላ ኣብ ሲነማታት እኳ ክትረኤ ጀሚራ ነይራ። ንዓኣ ክንሰርሓ ከለና ውድእ ኢልና ኢና። ሕጂ እቲ መዓት ሜክኣቦም ሒዞም ውጉኣት መውጋእቲ ክሳ ክገብሩ ገለመለ ኢሎም በዓል ደሞዝ ርእሶም ወፊሮም ከለዉ በዚ መትከል ኣቤት እንዳ ሰራሕና ሓደ ኣብ መንጎናን ኣብ መንጎ ጸላእን እንድዩ ዝድርበ ማለት እዩ። እተን ሄሊኮፕተራት መጺኤን ዝድብድባ ነፈርቲ ኣለዋ ብኣካለን መጺኤን ሕጂ ዝኾነ ክሳይ ዘይብሉ መሪጾም እዮም ታሽም ዝበሉ ትሕቲ መሬት ዘሎ ክሳይ ግን ኣይፍለጥኒ ሕጂ ሄሊኮፕተር መፅያ ኣነን እታ መይን ኣክተርን መብዛሕትኡ ግዜ ኣነስ ምስቶም መይን ጓሉ ክንወድፍ ትጥቆኦም እያ ዝኸውን ከምኡ እየ ዝምደብ ምክንያቱ ተዋዛይ ባህሪ ስለ ዘሎ ምስኣ እንዳዕለልና ብፀይቲ ስቲር ፀላእ ተፀጊዕና ኣሎ ለመለ ኢለ እንዳዕለልኳ መፅያ እዛ ሄሊኮፕተር ሂባቶ ኢሉ መፂ ንዓ ግብ ባቢሉ ጥቕልል ኣቢልዋ ሕጂ በቃ ኣነ ኣምዘ እንታሽሙ እምኒ መፅኡ ሃሪምዋ ዘሎ መሲልኒ ልክዕ ክትከውን እያ ሕጂ ኣላ ፍራንኮ ንዓንዓንዓ ኢለ ሽዑ በዚ እታ ኮረር ክብል ምስ ጀመረ ደም እውይ ምስ በለት እታ ስእሊ ተባላሻ ዋላ ኣነ ከምኡ ከና ከም ዘላ ይፈለጥኩ ነዚ ክስተ ግንፅል ተበልኮስ ስከጆ መጺኡ ስላዕ ኣቢልዎ ኣብዚ ኢዳ ንዓኣ ንሕና እንታይ ሽሙ ንገብር ታሃሪማላ ጽገረዳ በለበለና በለስታይ ንገ ኣብታ ጥቃቡምባ ልክ ካሜራ ከምዚ ተተኺላ የማነ ዝብልዎ ሰኣላ ያሎ ሕጂ ዞም ተሉ እቲ ትሕቴና ይሱ ካሜራ ገይሩ እንታሽሙ ዝፍል ንታሕቲ እታ ሄሊኮፕተር ከምዚኣ ኢሉ ውሪድዋ እዩ እታ ታሕቲ እሶም ንዕኡ ሳምቦ ሳምቦ ኢሎም ዝፅዕኑ እንታይ ይገብሩ ኣለዉ ትማለት ካሜራማን እንዲ ተሃሪሙ ፍቲ ካሜራማን ከዓ ልክዕ ካብዛ ልቡ ቁር ቁር ንላዕሊ ወይና ከዓ ብትን ኣቢላቶ ፊልሚ ኢና ንሰርሕ ሕጂ እቲ ብሜክኣፕ ክግበር ኢልና ክሳይ ዝበልናስ ብኣካሉ እቲ እንታይ ረኺቡ ኣብቲ ምስ ቦምባ ምስ ሰለለቶስ ቀልጢፉ
ኮኽ ሕርኪቡ ደቂ ዓሰርተ ክልተ ዓመት ከድናሲ እቲ ሽዑ ዝነበረ ሕብረተሰብ ኤርትራ ከኣ ብዚ ማይ ተመናይ ናይ ንጎት ትመሃር እንድሕር ኮንካ ናይ ምሸት ኩቦ ኢኻ ትኣሪ ሓምሊ ኮሚት ኣስመራ ኢልካ ክሳይ ዝኸውን ሳክት ኢልካ ዕንጨቲ ክንኣሪ ኢና ቦርቦር የላ ንውዕል ነርና ግን ደቂ ኣስመራ ኢና ሕጂ ኣይስክሪም በየን ዝመጽእ ካበይ ዝፈልጦ ዋላ ባናና ዝገርመኪ ሲ ባናና ሲ ኣነ ዑደት ኢልና ደገ ምስ ከድናያ ባናና ርእየ እዩ ማለሲ ብእርዮ እንዴ ተንጠልጢሉ ግን ማለሲ ገዛና ዝኣቱ ይመስለንን እዩ ባናናስ ጻዕዱ ገለመለ ዝበልዕዎ እዩ ገዛኣልና ሕጂ

ክንድላዮም ንዝሰትይዎ ኢና ንብል በቃ ከይትውዳእካ ቁርቁር እንዳገበርና ኢና ንሰቲ እቲ ምስ ኣምፅዎ ንፈልጦ እተንኸውን እንታ ሽሙ ሽዑ ቦግ ኣቢልካ እንተጀመረ ከምዚ ዘይተገደስናሉ ናፍታ ናይ ትሪለር ማይክል ጃክሰን እንዲኦም ልዕልና መጀመርያ ሱዳን እትው ዝበልናሉ ከምዚኣ ኢልና ኣነ ከምዚኣ ኢለ ርእ ትጎነይ ዘለዋ ከማ ኢሉ ርኢ

ኣቢሉ ክስታይ ምስ ገበረ ልክዕ ከምዚ ንህቢ ኩልና ኢልና በቃ ፍታ ቢልካ ነዚኣ ፍታ ዕንጨቲ ጌርካ ከምዚ ዘይተገደስካሉ ነዚ ናፍቲ ጥራይ ትርኢ ሕጂ እንታይ ማለት እየ መን ክጋገ ካባና
ኣብዘን ቃለ መሕተት ክንገብረን ዝጸናሕና ብውልቀ ማለት እዩ ዝተዓዘብክዎ ክልተ ናብቲ ሓንቲ እኮ ባህርያት እያ እታ ሓንቲ ግን ካብቲ ኣቃውማኻ ክዕልል ወይ ድማ ክሓተካ ኣቐዲምና ቅድሚ ዕረፍቲ ኣብ ቃለ መሕተት ኣብ ነካይደሉ ንዝነበርና እዋንሲ ዋላ እውን ተራኺብና ክንዕልል ከለና ቅድሚ ምጅማርና እዚ ቃለ መሕተት ኢድካ ከምዚ ጌርካ ጥዑኻ

እንታይ ኢማ ዝባሃሉ ገለ ሽምሽ ወጺዎም ኣሎ ኣደይ ትሙት ኣደይ ትሙት ኣታ ከምዚ ናይ ኣደይ ትሙት ዋ ሶም እምበር ከምዚ ናህና ገይሮም ኣሎ ፋሽን ኮይኑ መጺት ተኮይኑ ኣይፈልጥን ዝኾነ ተጋዳላይ ኣነ እንታይ እየ ዝፈልጥ ካሚቻ መልጎም የብሉን ናይ ተጋዳላይ ኣብ ስእልታት ኣየምፃኹዎን እምበር ብዙሕ ስእልታት ኣሎ ኣብዚ እያ ትእሰር እዛ ምእሳር ካምቻ እዚኣሲ ናይ ደቂ ኣስመራ እቲ ግዜቲ ኣፍሮ ጃንጎ ገለመለ ገለ እዚ ብዝእሰር እዚ ጋህ ዝበለ እዩ እሶም እዮም ንሜዳ ምስ ወፁ ነቲ ፋሽን ሒዞሞ ወፂኦም ካምቻ ከምኡ እያ ዝኾነ ተጋዳላይ ክዛረብ ከለኻ ከምዚ ኢሉ ኣይዛረብን ከምዚ ኢሉ ይዛረብ ሕጂ እዚ ፋሽን ኮይኑ መጺኡ ዘሎ ከምዚ እንዳበልካ ምዝራብሲ እዞም ኣደይ ትሙት ተባሂሎም ዘለዉ መንቀሊኡ ናህና እዩ ኣነ ዋላ እንታይ ኣሎ መሲልኪ ቀደም ኣነ ቆልዓ ከለኹሲ እዞም ሓይልታት ክስዕስዑ ከለዉ ሕጂ ራፕ ተባሂሉ እንታይ ሽሞን ዝግበር ኣሎሚ እቲ በዓል ክራር ዲዲን ዲዲን ዲዲን እንዳበለ ፈጨው እጂ ዝኾነ ሰብ ኣብዚ ዲስኮታት ገለ መለ ትርኢ ኢኻ ፈጨው ውላዕ እዩ እቲ ሳዕስዒት ግን ፈጨው ኣይኮነን ፈጨው እቲ ባጓይላይ ፈጨው ዝብል እሱ ክሳይ ምስ ለበጥ እንድዮም ዝብሉ ሕጂ ነናይ እዋኑ ኣነ ቆልዓ ከለኹ እየ ዝዝክሮ ክላዲ ዓባይ ከይትጉነፃ እንጣጢዕ ድረፃ ሰላዕ ዳዕሮ ክትረፃ ጉዳይ ስምረት ስባ ይምልከተክኒ ዋው እብሉ ነይሮም ሕጂ ኢሎም ይስዕስዑ ሎሚ ከም ዝብሉ ናይ በብብርጌደን ነናተን ክስታይ ነይርዎም ሕጂ ዋው

እታ እዚኣ ሳይ ዝገበረት ኣያ ዋላ ቀደም ክዛረብ ከለኹ ኣነ ከምዚ ብ ዝኾነ ተጋዳላይ ሓላፊኡ ፀዊዕዎ ክዛረብ ከሎ እታ መመክነይታ እታ ክሳይ ክምልስ ከሎ ኢልዩ ክሳይ ዝገብር